ሎማዓንቲ ሓደ ጥዑም ዜና እየ ሒዘልኩም መፅየ ዘለኹ እሱ ከዓኒ ትምህርቲ ምጅማር ማኪና ማለት እዩ ይርድኣኒ እዩ ብዙሕ ሰብ ማንጃ ፍቓድ ንምሓዝ ኣብ ብዙሕ ውረድ ደይብ ኣብ ብዙሕ ሽግር ኣትዩ ኣሎ ማለት ቀሊል ኣይኮነን ካብ ኣፍሪቃ ካብ ካልእ መፂኻ ኣብዚ ምዕራባዊ ሃገር ቋንቋኦም መሊኽካ በቲ እቲ ናቶም ትራፊክ ሕግታት ክትፈልጥ ብኡ ናይ ገንዘብ ሕጽረታት ኣሎ ካልእ ማልእ ኩሉ እዩ ዝዋግኣካ ማለት እዩ ቀልል ብድሆ ኣይኮነን ብኡ ስለ ዝሓለፍኩ ኩሉ ይርድኣኒ እዩ ሕጂ ግን ኣነ ነዚ ቁርብ በቲ ዓቕመይ ዝፈቕዶ መፍትሒ ክገብረልኩም እየ መጽኤ ዘለኹ ማለቲ ብድሆ ኩሉ ሓሊፈዮ እየ ካብቲ መጀመርያ ክሳብ መወዳእታ ኩሉ ማለት እዩ ትምህርቲ ማኪና ናተይ ነቲኦም ብሕጂ ክጅምሩ ትደልዩን ነትዮም ጀሚርኩም ኣብ መንጎ ዘለኹምን ትቕጽሉ ዘለኹም ንዓኹም ብጣዕሚ ሓጋዚ እዩ ማለት እዩ ኣነ ኣብ ኤውሮጳ ኣብ ሽወደን እየ ዘለኹ እቲ ዝምህሮ ከዓኒ በዚ ናይ ኤውሮጳ ሕጊ ማለት እዩ ናይ ኤውሮጳ ሕጊ ኩሉ ተሪር እዩ ማለት እዩ ብምሉኡ ሓደ ብሓደ ኢኻ እቲ ሕጊ ትኽተሎ እቲ ዘሎ ሕጊ ከዓኒ ዳርጋ ዓለም ለኻዊ እዩ ማለት እዩ ኣብ ዓለም ምሉእ ዘሎ ትራፊክሲ ዳርጋ ኩሉ ሓደ እዩ። ኣብ ገሊኡ ናይ ቁርብ ፍልልይ ይህልዎ ኸውን እምበሪ ዳርጋ ኩሉ ሓደ እዩ ማለት እዩ። ሓፈሻዊ ክንዛረብ እንተኾይንና ግን እዚ ናይ ኤውሮጳ ዘሎ ናይ ትራፊክ ሕጊ እቲ ዝኸበደን እቲ ዝተረረን እዩ ማለት እዩ። እዚኣ ቻነለይ ኣነ ንዓኹም ንኽምህረኩም ንኽንመሃሃር ኢለ እየ ከፊተያ ማለት እዩ እዚኣ ቻነለይ ዳዕሮ ሓሙሽተ ሜድያ እያ ትበሃል ኣነ ከዓኒ ሓደ ሓደ ግዜ ከምዚ ሙዚቃ ክራር ገለ ስለ ዝፃወት ከዓኒ ከምኡ ገይረ ቁሩብ ከዘናግዓኩም እየ ማለት እዩ እቲ ትምህርቲ ትምህርቲ ትምህርቲ ኮይኑ እዚ ካልእ ከምዚ ስትረስ ከይገብረልኩም ከዓኒ እንዳተዛናጋዕና እንዳተማሃሃርና ክንቅጽል ኢና ማለት እዩ በዚኣ ቻነል እዚኣ ካባኹም ዝድለ እንተኾይኑ ሸር ሳብስክራይብ ላይክ ጌርኩም ነዚኣ ቻነል ንክትዓቢ ክትተባብዕዋ ክትሕግዙኒ እየ ዝደሊ ማለት እዩ ዝኾነ ሕቶ ርእቶ እንተሃልዩ ብረስፐክት ዝመልኦ ብፍቕራዊ መገዲ ክንመሃሃር ማለት እዩ። እዚ ጎደለ እንተሃልዩ ከምዚኣ ከምዚኣ እንዳተባሃልና እንዳተመላላእና ክንዓቢ እየ ዝደሊ ማለት እዩ። እቲ ትምህርተይ ካብ መጀመርያ ማኪና እንታይ ትመስል ውሽጣ ደገኣ ኩሉ ንብረታ ብደቂቕ ብድሕሪኡ ብቐዳማይ ካልኣይ ማርሺ ብድሕሪኡ ኣብዚ ጸበብቲ ጽርግያ ከመይ ጌርካ ትዝውር፣ ኣብ ከተማ ኣብ ሃይወይ ከመይ ጌርካ ትዝውር፣ ካብኡ ሓሊፍካ ክሳብ ኣብቲ ዝለዓለ ኣብቲ ናይ ትራፊክ ስኮላን ዝበሃል ፈተና ትገብረሉ ኣብኡ ዝመጽእ ሕቶታት ከመይ ይመስል ክሳብ እቲ ዝለዓለ ካብ ዝተሓተ ክሳብ እቲ ዝለዓለ ኩሉ ሓደ ብሓደ ገልጸልኩም እየ ማለት እዩ እቲ ኣባይ ዘሎ ክእለት ኣባይ ዘሎ ብቕዓት ማለት ብዙሕ ገንዘብ ከፊለ ተማሂረዮ ንሓንቲ ሌሶን ክትመሃርሲ ኣሽሓት እዮም ዘኽፍሉኻ ማለት እዩ ብቲ ናይ ትምህርቲ ማኪና ነዚ ኩሉ ዝቐሰንኩ ኣነ ግን ናባኹም ብነፃ ሸር ገብረልኩም እየ ማለት እዩ ማለት እቲ ሽግራት ኩሉ ይሪኦ ስለ ዘለኹ እቲ ቋንቋ ትግርኛ ከምቲ ዝድለ እኹል ኢንፎርሜሽን ይርከቦ ስለ ዘየለ በቲ ዓቕመይ ዝፈቐዶ ቁሩብ እዚ ንዓኹም ክሕግዘኩም ይኽእል እዩ ኢለ'የ ካብ ሕልናይ ሓሲበ ተበጊሰ ማለት እዩ። በቃ ኣብ ሓጺር ግዜ ብሓንቲ ቪድዮ ክመጻኩም እየ። ክሳብ ሽዑ ሰሰናዩ ሓውኹም ሲሞን እየ ካብ ሃገረ ሽወደን። ፒስ ኣብ ዘለኹሞ ሰሰናዩ ንዓኹም ደሓን ኩኑ።